ኣውዳኣመት ኣውዳኣመት ይምሰል ክቡራተይ ኩሉ ግዜ ሓደ ዓይነት ሂወት ኣይንበር ኣነ ብጣዕሚ ጽቡቅ ገይረ ኣውዳኣመት ዘብዕሎ ዝኾነ ኣውዳኣመት ዋላ ዜና ዓበይቲ ቅዱስ ዮሃንስ ፋስጋ ልደት ገለ ጥራሕ ደይኮነ ናይ ዝተሰከሙ ናይ ዝተሰከምኩስ ላህሊሄ ጽብቅ ገይረ እየ ደብዕሎ ዋላ ማርያ ዋላ ምሻሎ እቲ ንሕና ንኣሽቱ ኢልና ንሓስበ ውድኣመት ምክንያቱ ካብ ኩሉ ግዜ ሓደ ኣይነት ሂወት ምንባር ውጽእ ኢልካ በቃ ደስ እዩ ዝብለካ ዋላ ኩሉ ግዜ ምሳካ ይሃሉ እቲ ሽሻይ ግን ብፍሉይ ሰለብሬት ክትገብሮ ከለካ ከኣ ደስ ስለ ዝብለካ ስለዚ ምስ ሙሉእ ሽሻየ መጽየ ኣለኩ ሎማዓንቲ ርሑስ ቅንያት ልደተ ክርስቶስ ይግበረልና ዘለኸ ምዚ ኣውደ ኣመታት ዝኸይድ ሽሻይ እዩ ማለት እዩ ንዓና ንሓበሻ ከኣ ከምቲ ኣመጋግባና ከምቲ ኣበዓዕላና ኣውደኣመት መጠን ከኣ ብጣዕሚ ኣገዳሲ እዩ so ንምንታይ ሒዘልክን መጽየ ከኣ ብቀሊል መገዲ እሞ ከኣ ጽፉፍ ኣነ ልዕሊ i think ሰለስተ ዓመት ኮይኑኒ ኣሎ መስለኒ ካብ ዝጥቀም ካብኦም ስጋ እየ ሒዘልክን መጽየ ዘለኹ ብኹሉ ናትክን ዝኾነ ክንጨምላለቕ የብሉ በረኻ ክኸይድ የብሉ ገለ የብሉ ኣዚ ጽፉፍ ብዝኣዘዝክንኦ መገዲ ከኣ ንሕና ሕጂ ንድውለሉ ክንድዚኣ ኪሎ በጊዕ ደሊና ንብሎ ኤግዛክትሊ ዋላ ኣይምጻእ ሽዑ ናይ ሓደ ኪሎ ድዩ ዝትሕት ናይ ሓደ ኪሎ ድዩ ዝልዕል ኦር ናይ ፍርቂ ኪሎ ዝኾነ ኣፕ ኤን ዳውን ይኸውን እዩ ናይ ግድን መዋቲ ልክዕሲ ኣይመጽእን እዩ ግን ናይ ክንድዚኣ ደልየ ኢልክን ትእዝዛ እንደገና ከኣ ከምታ ስክን ትደልያ ከምዚ ዓይነት እየ ደልየ ሕጂ ንኣብነት ኣነ ብዙሕ ስብሒ ዘለዎ ክስታይ ንገብር ኢልና ሕጂ ከምኣ ኢልና ንእዘዞ ልክዕ ከምኣ ከኣ ብጽፉፍ መገዲ ከምዚኣ ገይሩ ዘዳለወልና ሓውና ኣሎ ሕጂ ድኳን ሰላም ራእየ እዚ ሕጂ ርእሲ እዩ ራእየ ጽፈት ራእያ ጽፈት ራእያ ክቡራት ኣሕዋተይ ካብ ድኳን ሰላም እየ ደምጻእ ነስጋ ጽንሒ ነድሓን ራእይ ምእማን ስለ ዝኾነ ካብዚ ባኮ ኣውጽኤ በብናቱ ከርእየክን እየ

ጀስት እዚ ዝልክን ኣጉታት ከኣ የምጽልኩም ማለት እዩ። ሱቅ ረኣዮ ዋላ ሓንቲ ምዝራብ ዘየድልዮ እዩ እዚ ማለት እዩ። ብሩር ድመስል ስጋ ንዓይ ኩሉ ግዜ ከምኣ እዩ ዘምጸለይ ማለት እየ። ሶ ከም ትርእዮ ዘለኽን እቲ ርእሲ በይኑ እቲ ዋላ ክትፈላለዮ ሲ ክሳይ ቀሊል እዩ በቃ ፈላልዮ መን ድህቡኻ እቲ መሰንገለ በይኑ ናይ ኣልጫ ናይ ሓኸለ ናይ ገለ ኩሉ በበይኑ እዮም ድህቡኻ ክፍትኖ ከፍቶ ከለኹ ክትሪኦዮ እኺ ሕጂ ግን እቲ ቀንዲ ሓበሬታ ከመሓላልፈልክን ማለት እየ ስለዚ በዚ ቁጽሪ ቴለፎን ዝገድፈልክን ደለኹ ኣብዚ ደዊልክን ዋላ እንድሕር ጸገም ሃሊክን ከኣ ማለትሲ ኬድክን ፒክ ክትገብሮ እንድሕር ዘይትኽእላ ኮይንክን ደዊልክን ብጣዕሚ እንድሕር ሽገራ ኮይንክን ላይክ መኪና ድዩ ዘይብልክን ምስ ቆልዓን ዝኾነ ምሽ ኣለኹ ምስ ቆልዓን መኪናን ብጣዕሚ እንድሕር ተጻጊምክን ማለት እዩ ናይ ደሊቨሪ ምትሕብባር ከኣ ክገብሩልክን ይኽእሉ እዮም እንድሕር ጸገም ኣለክን ማለት እዩ ማለትሲ ዝኾነ ኦፕሽን ስኽቡኽን እዮም ደዊልክን ክትዘራረብ ኣለክን ሕጂ ኪድልክን ከምዚ ከምዚ ኣብ ከምዚ ምጻለ ደይኮነሲ በዚኣ ቴሌፎን ብቐላል ኣነ ሕጂ ከምኣ ኢና ንገብር ኣብዚኣ ገዛ ኮይና ንድውለሉ ከምዚኣ ከምዚኣ ጌርካ ክንዲ ዝኺል ኣዳልወልና ንብሎ እንደገና ንነዊሕ ኣይቆጽረክንን እዩ ፍረሽ በጊዕ ኣብቲ ዝደለኽንኦ ሰዓት እዮም ደቕርቡልክን ንኣብነት ሎማዓንቲ ተደዊልክን ክሳብ ተሓሪዳ ተቢላ ትመጽእ ወይ ጽባሕ ወይ ድሕሪ ጽባሕ ኣብ ከምዚ ሰዓት ብላ ግን ኣብ ሰዓቱ ኩሉ ብኸምዚያ በቃ ብጽፍፍታ እንታይ ኢላ ምስ ባኮ ደም የብላ ገለ የብላ ኣጻፊፎም እዮም ድህብኹን እዚ ጥራይ ኣይኮነን ካል ድኳን ሰላም ቅድሚ ሕጂ ቅድሚ ኣይደነው ቁርብ ኖሕ ስለ ዝበለ ክሐድሰክን ማለት እዩ ኩሉ ዘለዎ ድኳን ሙሉእ ድኳን እዩ ብፍላይ ሕጂ እንተትርእዮ ከኣ ብእውነት ብጣዕሚ ዘዕግብ ማለት እዩ ኩሉ ግዜ ተሓታላ ዋላ እዚኣ እንዳቡነ እንድሕር ርኢኽን ኣብዚ ጎኒ ገይረልክን ደለኹ ካበይ ገዚኤ እየ ኣነ ዝኾነ ንክሽነ ዘድልየና ነገር ኣብኡ ኣሎ ዝኾነ ናይ ባህሊ ነገር ዘድልየና ኣብኡ ኣሎ ዓቢ ድኳን እዩ እንዳ ስጋ ጥራሕ ኣይኮነን ስለዚ ሕጂ ቅነ ኣውደ ኣመት ስለዝኾነ ግን ናይ ስጋ ኣገልግሎት ድውል ኣቢልክን ክትረኽባ እየ ዝነግረክን ዘለኹ እምበር ኩሉ ዘድልየክን ነገር በርበረ በላ ሽሮ ጥሕኒ ኩሉ ነገር ከኣ ኣብኡ ኣሎ ብጽፉፍ መገዲ ኢላ ነይራ መርሃዊት ገላ እንተትንኦ ኪዳ ረኣዮ እንደገና ከኣኒ እንታይ ክብለክን ደልየ ኣነ ንምንታይ እየ ዋላ ኣውደ ኣመት ጥራሕ ኣይኮንኩን ከምዚ በጊዕ ኦርደር ዝገብር ኣውዳሚ ጥራይ ኣይኮንኩን ስጋ ኦርደር ድገብር ኣብ ድኾነ ጊዜ እንድሕር ደይብለይ እንድሕር ወዲእና በቢ ኪሎ ምግዛእ ኣይፈቱን እየ ኣነ ሕጂ ንምንታይ እየ ዘይፈቱ ትርፊ የብሉን ላይክ በረኸት የብሉን ክሽነኻ ኣነ ሕጂ ከተባባዓክን ክትፍትንኦ እየ ደልየ ንዕኡ ከምዚ ኣድብርታይ ስጋ ንኽሸይጥ ገለ ኮንኩ ቅድሚ ሕጂ እውን ኣርእየክን ነይረ ሕዚ ኣበጊዕ እዚኣ ኣምጺኤያ ምሻ ኣለኹ ንብዙሕ ነገር እየ ዝጥቀመላ እንድሕር ሕጂ ንኣብነት ተፍተይ ቢልካ ወይ ሰዓት ዝኾነ ግዜ ይብልካን ገለ ስጋ እንድሕር ኣፍርጅካ ኣሎ ዝኾነ ነገር ኢኻ ክትገብር ትኽእል በረኸት ከ ኣለካ ኣብቲ ክሽነኻ ማለት ዝኾነ ነገር ክተካውን ትኽእል ኣብ ክንዲ ከይድካ ሕጂ ናይ ዕስራ ናይ ሰላሳ ኣብ ዘይተሓስበ ሰዓት ናይ ኣርባዓ ናይ ሓምሳ ኦርደር ትገብር ስጋ እንድሕር ኣለካ ግን ዝተፈላለየ ነገር ካብታ ስጋ ውፃእ ኣቢልካ ጥሕና ኣቢልካ ላዛኛ ክትሰርሕ ትኽእል ካብታ ስጋ ውፃእ ኣቢልካ ጥሕና ኣቢልካ ሚትቦል ክትገብረሎም ትኽእል ንደቅኻ ጥራይስ ክትሰርሕ ትኽእል በቲ መሰንገለ ጌርካ ዝኾነ ዝግኒ ክትሰርሕ ትኽእል ቀይሕ ጸብሒ ናይ ሱሉጥ ቅልዋ ክትሰርሕ ትኽእል ብዙሕ ኦፕሽን እዩ ዘለካ ማለት እዩ እዚ ማለት ከኣኒ በረኸት ኣለካ ኣብ ክሽነኻ ማለት እዩ ሕጂ ኣነ ከምኡ ኮይነ እየ ዝረኽቦ ባይዘወይ ከምዚኣ በጊዕ እየ ምጽእ እንዳነከኹ እንዳነከኹ ከዓ ኣብታ ዘድለየትኒ ሰዓት ኣይትውድኦን ኢኻ ከማን ንኤ ትብል ሕጂ ከምኡ ጌርክን ከዓ ክሽንኽን ከዓ ከተበርክተኦ ማለት እዩ ክብራተይ ከርእየክን እያ ንኸመይ ገይረ እዩ ጎዛዝዮ ከርእየክን እየ ኣብዚ ብድሕሪ እዚ ከዓ ጨጎራ ኩሉ ግዜ ኣብ ዝኾነ ኺዳ ስጋ ምስ ስጋ ኣይመፅእን እዩ ስለዚ ኣብኡ እንድሕር ከይድክን ግን ፒክ ክትገብረኦ ከለኽን ዝያዚትክን ምሽ ክትወስዳኣ ክትከዳ ኢኽን ተደሊኽን ከብዲ ኣለክን ጨጎራ ኣለክን ንድሎት ማለት እዩ ንኣውደ ኣመት ከዓ ኣለክን ማለት እዩ ካልእ ውን እቲኤን ከምዚ እንታይ ዝብሃል እዚ ንክትፎ ንቁርጥ ገለ ዝብሃል ከኣ ብፍሉይ ዝዳሎ ስጋ ውን ኣለዎም ዝተፈላለየ ዓይነት ስጋ እዩ ጀስት በጊዕ ኣይኮነን ኣነ ሕጂ እታ ኣነ ደምጣኹ እየ ድኣ ደርእየክን ደለኹ እምበር ዋላ ዓበይቲ ውራያት ሃሊክን ዋላ ላም ምልእቲ ዋላ ብዕራይ ምሉእ ዋላ ዝተፈላለየ ዓይነት ስጋ እንዳ ስጋ እንዳ ስጋ እዩ መቸም ክትእዝዛ ትኽእላ ኢኽን ከም ዝበልኩኽን ከኣ እቲ ብልጭኡ ከኣ እንዳ ስጋ ጥራሕ ኣይኮነን ከይድክን ዝተፈላለየ ኣስቤዛ ከኣ ካብኡ ንዓና ዘድልየና ከኣ ክትረኽባ ትኽእላ ስለዚ ክብራተይ ንሎማዓንቲ ሒዘልክን ዝመጻኹ ምኽንያት ኣውዳኣመትሲ ዋእ ስጋ ብስጋ ክኸውን ኣለዎ ሻሕሻሕ ክብል ኣለዎ ኣውዳኣመት ደኣ እ ኣረቂ ኣለኪ ናኡ ኣረቂ ኣረቂ ጽንሒ ነኸርኤክን ኢኻ ወደምጻኹ ኣረቂ ዘይትፈልጦ ከይትህልዋ እንጂ ተወዲኣ እንድያ እዚኣ ለክዲስ ኣረቂ ለክን ኣብኡ ድተፈላለየ ወሃቢ ኣብጽሕ ኣረቂ ድኾነ ሰብ እዩ ዝስብድ ኣለክን ደየለ ነገር የለ እንዳ ዲያቆን ዳዊት ኣረቂ ለክን እንዳ ቡና ኣለክን ኩሉ ነገር እዩ በቃ ስፈ ኣለክን ድተፈላለየት ንዓና ዘድልየና ናትና ናይ ባህልና ነገር ኩሉ ኣብኡ እዩ ዘሎ ስለዚ ከምኡ ጌርክን ድማ ምቕበላ ክቡራተይ ብጨምላላቕ የብሉ ገለ የብሉ በረኻ ክኸይዶ ከምዚ ዶ ሰሙን ክሕዝ ቆፀራ ገለ ዘይብላ just call him ክቡራት ኣሕዋተይ ንሎማዓንቲ ሒዘልክን ዝመጻኺ ቪድዮ እዚ ነይሩ ፈቲኽኖ ክትኮላ ተስፋ ይገብር ኣብ ድመጽ ባሕድሽ ቪድዮ ክረእክኒ ክሳብ ሽዑ ኣምላኽ ምስ ኩልና ይኹን ደሓን ቀንያ ቆነና ገለ ደይኮነስ እቲ ኮምታት እንድሕር ምልእ ኣቢልና ኣብ ክሽነና ኣቐሚጥናዮ ነቲ ክሽነና በረኸት እዩ ዝፈጥረሉ ንሕና እውን ሸገርገር ኣይንብልን ዓሰርተ ግዜ ሾፒንግ ክንከይድ ሕጂ ታይ ጥራይ ይኾነልና ከምዚ ናይ መዓልታዊ ነገር ምሻሎ ንጥቀመሉ ሕጂ ሰሙናዊ ተምጻና ጸገም የብሉን ከም በዓል ሽጉርቲ ኮሚደረ ከምኡ ነገራት ምሻሎ ኣሕምልቲ ገለ ሕጂ ገዚእኻስ ክተቅምጦ ኣይትኽእልን ኢኻ እሱ ኣብዚሕኻ ግን ሜቢ ኮሚደረ ገለ ክሓስር ከሎ ሳልሳ ኣሰራርሓ ከኣ ከርእየክን ይኾን ምናልባት እምበር እቲ ካልእ ክነብል ስለ ዘይንኽእል እሱ ግዴታ እዩ ሰሙናዊ ክንከይድ ግን እዚ ግን እዚ ከምዚ ነገራት ዝቅመጥ ነገራት ግን ከምዚ እዩ ዝሓይሽ ምክንያቱ ሕጂ ስጋስ ረኣዮም ሓንቲ ኪሎ ስጋ ኣምጺእኻ ኣጅኒ ሎምስ ሜስካ ላዛኛ ክትደሊ ከለኻ ከኣ ዱኳን ክትከይድ ማለት እዩ ሜስካ ናይ በርገር ክትከይድ ከለኻ ከኣ ክትደሊ ከለኻ ከምኡ ማለት እዩ ካብ ከምኡ ግን እዚ ኣበጊዕ ሕጂ ኣምጽእ ኣቢልና ኩላ ካብኣ ነውጽኣ ማለት እዩ ናይ ላዛኛና ናይ በርገርና ናይ መረቕና ንኹሉ ነገርና ማለት እዩ ስለዚ እዚ ኣገዳሲ እዩ ኣብ መወዳእታ ከኣ ከምዚ ገይረ በበይኑ ገይረ ከዓኒ እተን ክፅሕፈለን ከደናግረን እየን ዝኽእላ ኢለ ዝሓሰብክዎን ፅሒፈለን ኣለኹ እተን ፍሉይ ነገር ዝደለኹዎን ማለት እዩ እዚ ናይ መረቕ ናይ ገለ ዝበልኩት ናይ ፀብሒ ግን ምፅሓፍ ኣየድልዮ ንኩሉ ሓደ ዓይነት ስለ እንተኾይኑ ክልተ እንቋቑሖ ትገብራሉ ናተይ ግን ውሕድ በለ እዩ ዳርጋ ሓንቲ እንቋዓስ ትኣኽለኒ እያ ንመተሓሓዚ ኢልናስ ንገብረሉ ከምኡ ውን ጨው ከይረሳዕና ጨው ብላዕሊ ክንገብረሉ ኣይምቅርን እዩ በርገር ኣብኡ ክነእትዎ'ዩ ጽቡቕ ጨው ከኣ ብዓቐነይ ገይረሉ ከምኡ ከኣኒ እዚ ኣቃሚመ ሕጂ ፌሌ ፌሌ ፌሌ ከቐሙጠ እየ ማለት እዩ ከምኡ ከኣ ሽጉርቲ ጻዕዳ ፓውደር ገይረሉ ማለት እዩ እዚ ከኣኒ እዚ ከኣ እዚ ባኒ ባኒ ጥዑም ባኒ ከኣ ገይረሉ ንክተሓሓዝ ማለት እዩ። በርብረ ጸሊም ከምኡ ንእሽተይ ኮረሪማ እንድሕር ደሊና ከኣ ናይ ክስታይ ከኣ ናይ በርገር ቀመም እውን ኣሎ ኣነ ኣጋጣሚ ሓዝኮና ኣለኹ እንድሕር ኣምጺና ግን ንሱ ከኣ ንጥቀም ንኽእል ኢና ብዓቢኡ ማለት እዩ። ሕጂ ከምዚኣ ገይረ ብኢደይ ፅቡቅ ገይረ ማለት እዩ ኣሰማምዑ ካቡላ እዩ ክፅብቅቲ ስጋራ እዮ ከም ስብሒ ድበሃል የብሉ ንእሽ ድበለ ክነምፅ ከለና በጊ ዋላ ካልኣይ ግዜ ተመሊስና ኣጥፍና ተወዲእና ምምፃእ ይሕሸና ንእሽ ድበለት ከማን ንሰን ይበፅሕ ክስታይ ደለዎን ምክንያቱ ዝጓሓፍ ስብሒ ስለ ደይብለን ኣነ ከምኡ ደስ ብለኒ ማለት እዩ ከም ኣንዲያ ክነግረክን ሕጂ ከምዚ ጌርና ፅቡቅ ጌርና ነሰማምዖ ሕጂ ክንገብሮ ኢና ክንሰርሖ ኢና ክንሰርሖ ኢና ክብል ከለኹ ከምዚ ፈላሊና ፈላሊና ነንሓንቲ ነንሓንቲ በርገር ድኸውን ጌርና ክንቐምጦ ኢና ሕጂ ኣን ኖርማል ኣብ ገዛይ ዘሎ ተደልና ክንገዝእ ንኽእል ኢና ከምዚ መስርሕ ኣሎ ጌርካ ፈሊኻ መቐመጢ መልዓሊ ካብኡ ንሓንቲ በርገር ዓቐን ዝኸውን ገለ ኣለክ እንድሕደለን ክትገዝኣ ትኽእላ ኢኽና ንግን ኖርማል በቲ ገዛይ ዘሎ እየ ዝጥቀም እዚ ኣሉሚኒየም ፎይል እዩ እምበር ኩሉ መቀማመጢ ኣሎ ክትገዝኣ ትኽእላ ኢኽን ዋላ እዚ ኣብ ክንዲ ዝፎይል ናቱ ኣሎ ድግዛእ ከምኡ ትገብራ ትኽእል እያ ሕጂ ኣነ ግን ከምዚ ኣሉሚኒየም ፎይል ኣይሚን ባ ኣሉሚኒየም ካ ኢለ እዚ ናይ ናይ ቤኪን ፎይል ገይረ ክሳይ ገይረ ቆራሪፀ ኣዳለየ ሽዑ በዚኣ ናይ ዝኾን ናይታ ባኒ ዘርኣኽና ዘርኣኽኹን ናይ ጥሑን ባኒ መኽደኒት እያ እዚኣ ሕጂ በኣ ገይረ ነታ በርገረይ ስርሓ ኣለኹ ኖርማል በት ብገዛና ዘሎ ንብረት ከምዚኣ ገይረ ሕጂ ንኹለን ምስ ፈላለኽወን ብወረቐት ገይረ ኸኣ ፈላልያ ከምዚኣ ገይረ ከውጽኣስ ደይተጸግመኒ በረድ ምስ በረደሲ ገይረ ሓፍ ኣቢለ ሓንቲ ንኸውጽስ ደይተጸግመኒ ገይረ ኣብ ሰለስተ ዚብላክ ገይረ ከቐምጦ እየ።